ኣብ ዝሓለፈ ሰለስተ ዓመታት ኣብ ዝተፈላለዩ ሃገራት ምዕራብን ሰሜን ኣሜሪካን ኤስያን ኣውስትራልያን ማእኸላይ ምብራቕን ስሩ እናስፍሐ ብርጌድ ንሓመዱ ሃያ ሁለት ተባሂሉ ኣብ ዝፍለጥ ኣብ ኣዲስ ኣበባ ዝርከብ ቦታ ማእኸል መራኸቢ ናይቲ ዝተበታተነ ንጥፈታት ብርጌድ ንሓመዱ ዝኸውን ቤት ፅሕፈት ብምኽፋት ድማ እቲ ቤት ፅሕፈት እውን ወታደራውን ዲፕሎማሲያውን ማእኸላት ከም ዝህልዎ ዕላምኡ ድማ ዕጥቃዊ ቃልሲ ምክያድ ምዃኑ ዕላዊ ገይሩ ዘሎ ብ27 ጥሪ 2025 ሃገራዊ ጉባኤ ኤርትራ ዓፋር ምስ ዝተባሃለ ካልእ ተቃዋሚ ውድብ ኣኼባ ዘካየደ እቲ ብርጌድ ንሓመዱ ኣብ ኢትዮጵያ ዝርከቡ ኤርትራውያን ውሕስነት ዝረኽብሉ መንገዲ ብዝምልከት ምስ መንግስቲ ኢትዮጵያ ከም ዝተዘራረቡ ይሕብር። እቲ ምንቅስቓስ ኣብ ኤርትራ ሱር በተኻዊ ለውጢ ከካይዱ ምስ ዝደልዩ ሰበ ስልጣናት መንግስቲ ኢትዮጵያ እውን ከም ዝሓበርዎ ይኹን እምበር ኤርትራውያን ተቓለስቲ ብርጌድ ንሓመዱ ኣብ ውሽጢ ንዘሎ ፍልልይ ኣጽቢቡ ሰፊሕን ሓቋፍን ውዳበን መስሪቱ ከሕይል ውሽጡ ከየጽረየ ድማ ምስ መንግስቲ ኢትዮጵያ ይኹን ዝኾነ ኣካል ሓይሊ ርትዓዊ ሽርክነት ከካይድ ኣይኽእልን ዝብል ስክፍታ እውን ኣለዎ። ኣብ ርእሲኡ ድማ ዝተማእኸለ ሰፊሕ ተቐባልነት ዘለዎ መሪሕነት ኣብ ምፍጣር ፀገማት ከም ዘለዎን ዝሕብሩ ኣብ ማሕበራዊ መራኸቢታት ዝተፈላለዩ ብስም እቲ ምንቅስቓስ ዝተፍለየ ኣረኣእያታት ነንሕድሕዱ ዘይሳነ መግለፅታት ዘንፀባርቑ ሰባት ምህላዎም ኣቐዲምካ ነንሕድሕድካ ምንባብ ከም ዘድሊ ዘጉልሕ ምዃኑ እውን ዝገልፁ እዮም ብፍላይ ኣብዚ ኣብዚ ሰሙን እዚ ኣብይ ኣሕመድ ዋንነት ባሕርን ወደብ ከም ሕቶ ዘልዕለሉ ዘሎ እዋን መሳርሕን ኢደ በዛይን ንዘይምዃን ጥንቃቐታት ሓላፍነታዊ ምዃን ከም ዘድሊ የጠንቅቑ። ብርጌድ ንሓመዱ ኣብ ዝሓለፈ ሰለስተ ዓመታት ብፍላይ ኣብ ሃገራት ምዕራብን ማእኸልን ምብራቕ እናሰፍሐ ኣቓልቦ እናሰሓበ ዝፀንሐ ኤርትራዊ ምንቅስቓስ ተቓውሞ እንትኸውን ግደገፍቱ ብዝኽደንዎ ሰማያዊ ማልያ ድማ ሰማያዊ ሰውራ ተባሂሉ እውን ይፍለጥ። ኣባላት እቲ ምንቅስቓስ ምስ ደገፍቲ መንግስቲ ሓይልታት ፀጥታ ብዝገብርዎ ጎነፅ ኣብ እቲ ቀይዲ ዝኣተዉ ዘለዉ እንትኾኑ፣ ኣባላት ምንቅስቓስ ብርጌድ ንሓመዱ ማለት እውን ኪሮስ ኣስፋ ብወገኑ፣ መንግስቲ ኤርትራ ነቶም ኣብ ግዳም ዘካይድዎ ጽንብላት መእከቢ ገንዘብ ስለዝገብሮ ብርጌድ ንሓመዱ ነቲ ፌስቲቫላት ደው ንምባል ከምዝተጀመረ፣ ቀንዲ ዕላምኡ ድማ ንኤርትራ ናጽነት ካብ እትጎናጸፍ ንልዕሊ ሰላሳ ዓመታት ሃገራዊ መረጻ ኣካይዱ ከምዘይፈልጥ ኣብ ኤርትራ ድማ ሓጋግን ፈጻምን ፈራዳይን ኣካል መንግስቲ ብግቡእ ዘይሰርሐ ብምዃኑ ናይ ርእይቶታት ፍልልያት ዘይጻወሩ መንግስት ኣብታ ሃገር ጋዜጠኛታትን መራሕቲ ሃይማኖትን ብዘይንቡርን መስርሕ ፍርዲ ኣሲሩ ብምስዋር ብጅምላዊ ግህሰት ሰብኣዊ መሰላት ክኽሰስ እዩ ጸኒሑ ዘሎ። ኤርትራውያን መናእሰያት ካብቲ ብግዱድ ዕስክርና ባርነት ዝግለጽ ግልጋሎት ሃዲሞም ምስ ተሰደዱ ስግረ ዶባዊ ወጽዓን ጸቕጥን ከም ዘጋጥሞም ድማ ይኸሱ። ቀንዲ ዕላማ ብርጌድ ንሓመዱ ኣብ ኤርትራ ሱር በተኻዊ ስርዓታዊ ለውጢ ምምጻእ ምዃኑ ብሃገራዊ ባይቶ ብዝቐውም ግዝያዊ መሰጋገሪ መንግስቲ ነቶም ንገበነኛታት ብፍርዲ ንብዱላት ድማ ካሕሳን ጣዕሳን ምትዕራቕ ምዃኑ እንትገልጹ፣ ዝተፈላለዩ ርእይቶታት ንዘለዎም ዜጋታት ዝኣስርን ዝስውርን መንግስቲ ኤርትራ ብሓይሊ ክእለ ከም ዘለዎ ዝኣምኑ እዮም። ካብ ሰበስልጣን ኣሜሪካ፣ ሕብረት ኣውሮፓ፣ ካናዳን ስዊድንን ሓገዝ ንምርካብ ከም ዝተዘራረቡ እንትሕብሩ፣ ዕጥቃዊ ቃልሲ ካብ ቀረባ እምበር ካብ ርሑቕ ስለዘይከኣል እቲ ቃልሲ ሱር ኣብ ዝሰደሉ ዞባ ከቃለሱ ከም ዝወሰኑ'ውን ኣረዲኦም። ኣበየናይ ቦታ ንዝብል ግን ንግዚኡ ክገልጽዎ ኣይደለዩን። ኣብ ኢትዮጵያ ናይ ወፍሪ ጎስጓስ ውዳበን ወታደራውን ዲፕሎማስያውን ማእኸላት ከቕውሙ ከምዝኽእል ዝገልጹ እንትኾኑ ዕጥቃዊ ቃልሲ ንምጅማር ኣባላት ይምዝገብን ይውደብን ከምዘሎ ሓቢሮም። ምስ ወታደራዊ መራሕቲ ኢትዮጵያ ዝርርብ ተኻይዱ እንትኸውን ተሓቲቱ ንዕኡ ዝከታተሉ መራሕቲ ወታደራዊ ክንፊ ኣለዉ ክብል'ውን ምላሽ ሂቡ። ኢትዮጵያ መዲና ሕብረት ኣፍሪቃ ብምዃና ዲፕሎማስያዊ ብልጫ ከም ዘለዋ ዘጠቐሱ እንትኾኑ ኣብ ኢትዮጵያ ማእት ኣሽሓት ኤርትራውያን ስለ ዘለዎ ምንቅስቓስ ብርጌድ ንሓመዱ ካብ ሃገራት ምዕራብ ንኢትዮጵያ ምቕራብ እውን ኣገዳሲ እዩ። ኣብ ከመ ሰመራን መቐለን ሑመራን ነቲ ቃልሲ ንምስፍፋሕ ኣብ ቀርኒ ኣፍሪካ ንዝምዕብል ለውጥታት ብቐረባ ንምክታል ከም ዝሕግዝ እንትሕብሩ ክልቲኦም ኣባላት እቲ ምንቅስቓስ ድማ ማለት እውን ኣይተ በየነን ኣይተ ኪሮስን ኣብ ኢትዮጵያ ዝነበሩ ኣባላት ብርጌድ ንሓመዱ ውሕስነቶም ክሕልው መለለይ ወረቐት ክወሃቦም ክምዝገቡ ምስ ኣካላት መንግስቲ ኢትዮጵያ ከምዝተዘራረቡ እውን እናገለፁ እዮም። ከም ብሄር ንምቕፃል ብሄራዊ ዕርቅን ምርድዳእን ዝፅውዕ ኣገብ ብሄራዊ ዕርቅን ምርድዳእን ብሄራዊ ረብሓ ህላው ትግራይ ዕላዊ ተገይሩ ጉባኤ ህዝባዊ ርክባት ትግራይ ፐብሊክ ዲፕሎማሲ ትግራይ ኣብ ከተማ መቐለ ሎሚ 9 ሚያዝያ 2017 መግለፂ ዝሃበ እንትኸውን ህዝቢ ትግራይ ብሓባር ዝተሳገረሉ ኣገብ ተባሂሉ ብሄሩ ዝውሕሰሉ መድረኽ ክፍጠረሉ ጉባኤ ህዝባዊ ርክባት ትግራይ ፃውዒት ኣቕሪቡ። ህዝቢ ትግራይ ኣጋጢምዎ ካብ ዘሎ ቅልውላው ዝድሕነሉ፣ ኩሉ ብሓባር ዝሳገረሉ ኣገብ ተባሂሉ ብሄር ዝውሕሰሉ መድረኽ ክህሉ ፃውዒት ንጉባኤ ህዝባዊ ርክባት ትግራይ ዝተገበረ እንትኸውን ጉባኤ ህዝባዊ ርክባት ትግራይ ኣገብ ንበል ኣብ ምድሓን ብሄር ንዕሰል ብዝብል ዘዳለዎ ዓብዪ ሰነድ ኣመልኪቱ ኣብ ዘውፅኦ ጋዜጣዊ መግለፂ ብምኽንያት ኣብ ልዕሊ ህዝቢ ዝተኣወጀ ኲናት ዘጋጠመ ስነልቦናውን ፖለቲካውን ማሕበረ ቁጠባውን ቅልውላው ንምፍታሕ ድማ ከምኡውን ህዝቢ ካብ ፀገም ዝድሕነሉ ኩሉ ኣካል ብሓባር ዘሰግረሉ ኣገብ ተባሂሉ ብሄር ዝውሕሰሉ መድረኽ ክህልዎ ፀዊዑ ኩሎም ሓይልታት ካብ መንፈስን ሰዓርን ተሰዓርን ውፅኦም ብፍልልያቶም ብሰለማዊ መንገዲ ክፈትሑ እውን ፃውዒት ዘቕረበ ጉባኤ ህዝባዊ ርክባት ትግራይ ፃውዒት ሓድሽ ግዜያዊ ምሕዳር ኩሎም ዓቕምታት ዘተኣኻኸበ ኣብ ሕሉፍ ክልተ ዓመታት ዝተሰርሑ ፅዑቕ ስራሕቲ ዘቐፅል ፀገማት ዘእርም ክኸውን ከም ዘለዎ ካብ ልሙድ ኣሰራርሓታት ውፅኡ ኣብ ሓፂር እዋን ድማ ብሄራዊ ዕማማት ክፍፀም ዘኽእል ቁመና ክውንን ከምዝግባእ ይዝሕበር። ተመዛበልቲ ናብ መርበቶም ክምለሱ፣ ተወዓዓልቲ ስምምዕነት ፕሪቶርያ ግዝኣታዊ ሓድነት ትግራይ ክረጋገፅ ሓላፍነቶም ክፍፅሙ ጉባኤ ህዝባዊ ርክባት ትግራይ ኣብ መግለፂኡ እውን ፀዊዑ ኣሎ። ዝተወደበን ዘይተወደበን ናይ ፖለቲካ ምንቅስቓሳት፣ ናይ ሚድያ ፕሮፖጋንዳን ወፍርታትን ፀለመን ደው ክብሉ ኣብ ህንፀት ትግራይ ክነጥፉ እውን ፀዊዑ ኣሎ። እቲ ጋዜጣዊ መግለፂ በዓል ሸሞንተ ነጥቢ መግለፂ ቅዋም ብምውፃእ እውን ተዛዚሙ። ከይዲ ዲሞቢላይዜሽን ዳግመ ፅንበራ እንትፍፀም መሰል ዓርሰ ውሳነ ህዝቢ ትግራይ ሕገ መንግስታዊ ሉኣላውነት ግዝኣት መሬት ትግራይ ብዘረጋግፅ መልክዑ ክኸውን ከም ዘለዎ ሓላፊ ቢሮ ሰላምን ፀጥታን ጀነራል ፍስሃ ኪዳኑ ኣፍሊጡ ኣሎ። እቶም ሓላፊ ነዚ ዝበላ ተቋሪፁ ዝነበረ ከይዲ ዲሞቢላይዜሽን ዳግመ ፅንበራ ምጅማር ቀዳማይ ሰሙን ኣመልኪቱ ካብ ሕብረት ኣፍሪቃ፣ ተወከልቲ ሕብረት ኣውሮፓን ኮሚሽን ተሃድሶ ኢትዮጵያ ትካል ውድብ ሕብራት ሃገራት ኣብ መለስ ካምፓስ ተረኺቡ ዑደት ዘሳለጠ እንትኸውን ግዜያዊ ምሕዳር ትግራይ ንሰላም ካብ ዘለዎ ድሌት ግዝኣታዊ መሬት ትግራይ ከይተመልሰ ከይዲ ዲዲኣር ከምዝተጀመረ ዝተዛረበ ጀነራል ፍስሃ ኪዳኑ መንግስቲ ፌዴራል ግዝኣታዊ መሬት ትግራይ ኣብ ምምላስ ብቕንዕና ክሰርሕ ኣለዎ ይብል። ኮሚሽነር ኮሚሽን ብሄራዊ ተሃድሶ ኢትዮጵያ ኣይተ ተመስገን ጥላሁን ብወገኑ እቲ ከይዲ ዲሞቢላይዜሽን ምጅማሩ ከምዘሐጎሶ ብምግላፅ ኣብ ዝቕፅሉ ሰለስተ ኣዋርሕ ክሳብ ስሳ ሽሕ ተጋደልቲ ከይዲ ዲሞብላያዜሽን ከም ዝካየድ እውን ገሊፆም። ተወከልቲ ውድብ ሕቡራት መንግስታት ኣብ ኢትዮጵያን ሕብረት ኣውሮፓን ብወገኖም ውዕለ ፕሪቶሪያ ሙሉእ ንሙሉእ ክትግበር ሓገዞም ኣጠናኺሮም ከም ዝቕፅሉ እንትገልፁ ንዝተፈጠረ ጅማሮ ሰላም ስዒቡ ሕብረተሰብ ብቑጠባ ዓርሱ ንምኽኣል ዝገብሮ ዘሎ ምንቅስቓስ እውን ንኢዶም ኣለው። ውሑስ ሰላም ክረጋገፅ ውዕሊ ፕሪቶሪያ ብሙሉእነት ክትግበር ከም ዘለዎ ኣብቲ ዝቕፅል ዘሎ ቀዳማይ ዙር መስርሕ ዳግመ ፅንበራ ምፍታሕ ዕጥቅን ሰራዊት ትግራይን ዝተረኸቡ ሌተናለ ጀነራል ፍስሃ ኪዳኑ ሕርያና ሰላም ጌርና እቲ ስምምዕነት ብምሉእነት ንምግባር ንሰርሕ ኣለና ኢሎም። መንግስቲ ፌዴራል ነቲ ስምምዕነት ክፍፀምን ከፈፅምን ግዴትኡ ክሰርሕ ከም ዝግባእ ኮሚሽነር ኮሚሽን ብሄራዊ ተሃድሶ ኣይተ ተመስገን ጥላሁን ከም ዝበሎ ብመሰረት እቲ ስምምዕነት ዝፍፀም ዘሎ መስርሕ ዳግመ ፅንበራን ቅነሳን ሰራዊት እቲ ሰላም ዘጠናኽር እዩ ይብሉ። ኣብ ትግራይ ንዝፍፀም ዘሎ መስርሕ ዳግመ ፅንበራን ቅነሳን ቅነሳ ንሰራዊት ምስ ግዝያዊ ምምሕዳር መንግስቲ ፌደራል ብምርድዳእ ክንሰርሕ ኢና ኢሎም። እቲ ተጀሚሩ ዘሎ ከይዲ ቅነሳን ዳግመ ፅምበራን ሰራዊት ናብ ማሕበረሰብ ድማ ተጠናኺሩ ከምዝቕፅል እውን ተሓቢሩ ዘሎ።